ሰላም ዝኸበርኩም ኣብ ርሑቕን ቀረባን ኮንኩም መደባተይ ትከታተሉ ዘለኹም ኣሕዋት ኣኣብ ዘለኹሞ ጽቡቕ ጸኒሕኩም ክትኮኑ ተስፋ እንዳገበርኩ ንሎሚ ንማዳ ይኹን ንብዝተፈላለየ ምኽንያታት ሕብሩ ንዝቐየሩ ቆርበትና ከብርሃልናን ናብ ንቡር ሕብሩ ክመልሰልናን ዝኽእል ንኹሉ ዓይነት ቆርበት ዝሰማማዕ ናይ ድንሽ ክሬም እየ ሒዘልኩም መጽየ ዘለኹ ስጋብ መወዳእታ ምሳይ ጸንሑ። ነዛ ክሬም ንክንሰርሕ ድማ መጀመርያ ድንሽ ቀሪፍና ብደቂቅ ናይ ካሮት መፋሕፍሒ ክንፍሕፎሖ ኢና። ኣብዚ ክልተ ማእከሎት ድንሽ ተጠቂመ ኣለኹ። ከምዚ ጌርና ምስ ፋሕፋሕናዮ ድማ ንቑሩብ ደቓይቕ ከነጽንሖ ኢና፣ ማዩ ጸፈፍ ክብለልና መታን። ቀጺልና ድሕሪ ቑሩብ ደቓይቕ መማዩ ክንጸምቆ ኢና፣ ብመስፈፊ ተጠቂምና ወይ ብኢድና ከምኡ ውን ብሻሽ ክንጥቀም ንኽእል። እቲ መማዩ ኣጸቢቕና ክንጸምቆ ኢና። ድንሽ ንቆርበትና ብዙሕ ጥቕምታት ዝሓዘ እዩ። ገለ ካብ ጥቕምታቱ ድማ። ፈፀጋ የጥፍኣልና ከምኡ ውን ፈፀጋ ከይወፀና ውን ይከላኸለልና። ካብ ኣሰር ናይ ፈፀጋን ምፍሓር ቆርበትን የድሕነና። ንመናፊት ናይ ቆርበትና ክዓፅውልና ዝኽእሉ ኣብ ቆርበትና ዝተኣከቡ ረስሓትን ዝሞቱ ቆርበትን ብዕሙቕ ዝበለ የፅርየልና። ከምኡ ውን ካብ ባክቴርያ ይከላኸለልና። ንቆርበትና ከተርክሰልናን ወዝ ዘለዎን ክኸውን እውን ይሕግዘና ከምኡ ድማ ንደቀቕቲ ምጭምዳድ ናይ ቆርበትና ሰጥ ከብለልና ይኽእል። ጸሓይ ዝሃረሞ ቆርበት ድማ ከህድኣልና ይኽእል እዩ። ብዓቢኡ ድማ ድንሽ ንማዳ ከምኡ እውን ንብዝተፈላለየ ምኽንያታት ሕብሩ ንዝቐየሮ ቆርበትና ከብርሆን ናብ ንቡር ሕብሩ ክመልሰልናን ዓቢ ተኽእሎ ኣለዎ። እቲ ማዩ ብኸምዚ ኣገባብ ምስ ጸሞቕናዮ ከምዚ መጺልና ኣሎ። ቀጺልና እቲ ናቱ ሓፊስ ነገር ዝግ ክብለልና ውን ንሓደ ሰዓት ዝኸውን ከነጽንሖ ኢና። ድንሽ ማይ ወይ ዝኾነ ፈሳሲ ከይሓወስና ክንጸምቆ ከለና ኣዝዩ ሓፊስ እዩ። ኣብዚ ናይ ሎሚ ንሰርሖ ክሬም ውን እቲ ኣብ ታሕቲ ዝግ ኢሉ ዝጸንሓና ነሻ ናይ ድንሽ እዩ ከድልየና። ድሕሪ ሓደ ሰዓት ዝግ ክብለልና ምስ ኣጽናሕናዮ፣ እቲ ለላዕሉ ወይ ከኣ መማዩ ኣብ ካልእ ሸሓኒ ከነጽርሮ ኢና። ብኸምዚ ኣገባብ ማለት'ዩ። እቲ ብታሕቲ ዝግ ኢሉ ዝጸንሓና ንሱ'ዩ ኢና ክሬም ክንሰርሖ። ከምዚ ዓይነት'ዩ ዝመጽእ። ኣዝዩ ሓፊስ'ዩ፣ ልክዕ ከምዚ ነሻ ናይ ዕፉን ሓሩጭ ወይ ድማ ኮርን ስታርች ብማይ ክንብጽብጾ ከለና ልክዕ ከምኡ'ዩ፣ እዚ ድማ ነሻ ናይ ድንሽ ይበሃል። ነዚ ድማ ክልተ ማንካ ጣውላ ጸባ፣ ፈሳሲ ጸባ፣ ከነእትወሉ ኢና። ዝሓፍሰና እንተ መሲሉውን ዳሕራይ እንዳረኣና ንውስኸሉ። ጣውላ ጸባ ኣእቲና ኣብ ሃፋ ማይ ኣብ ህድእ ዝበለ ሓዊ ሰኽቲትና ኢድና ከይፈላና ከነካውሶ ኢና፣ ክሬም ስጋብ ዝመጸልና ማለት እዩ። ብኸምዚ ኣገባብ ኣብ ድስቲ ቁሩብ ማለት ፍርቂ ዝኸውን ማይ ክንገብረሉ ኢና ነቲ ዘዳለናዮ ሸሓኒ ኣብ ልዕሊኡ ኮፍ ኣቢልና ድማ ኣብ ህድእ ዝበለ ሓዊ ንስኽትቶ እቲ ማይ ኣጸቢቕና ክንመልኦ የብልናን ከምዚ ዓይነት ክሬም መጺልና ኣሎ። ክሬም ዓይነት ምስ መጸልና ድማ ካብ ሓዊ ኣውሪድና ካድኣልና ክንገድፎ ኢና። ኣጸቢቑ ምስ ዝሓለ ኢና ክንጥቀመሉ። ኣብ ጽሩይን መኽደን ዘለዎን ኮንተይነር ገልቢጥና እውን ንነዊሕ ግዜ ኣብ ተላጃ እቲና ክንጥቀመሉ ንኽእል ኢና። እዚ ክሬም ክንሰርሖ ከለና ኣጸቢቑ ዝሓፍሰና እንተመሲሉ ድማ ስጋብቲ ንደልዮ ዓይነት ክሬም ዝመጸልና ጸባ እንዳወሰኽና ከነቕጥኖ ንኽእል ኢና። ድማ ቅድሚ ዝኾነ ማስክ ምጥቃምና ገጽና ኣቐዲምና ኣጽሪና ክንሓጽቦ ኣለና። ዝኾነ ሜክኣፕ ወይ ርስሓት ክህልዎ የብሉን። እዚ እውን ኣብ ፅሩይ ገፅና ካብ ክሳድና ጀሚርና ንኹሉ ገፅና ክንለኹ ኢና። ወላ እውን ከባቢ ዓይንና ብፍላይ ድማ ዝፅልም እንተኾይኑ ክጠቕመና ይኽእል እዩ። ከምዚ ጌርና ሙሉእ ገጽና ለኺና ድማ ንካብ ዕስራ ደቒቕ ንላዕሊ ኣብ ቆርበትና ከነጽንሖ ንኽእል ኢና። ብማይ ዝሑል ሓጺብና ውን ኣብ መወዳእታ ንመተርከሲ ንጥቀመሉ ዘይቲ ይኹን ክሬም ጌርና ገጽና ከነተርክሶ ኣለና። ክልተ ግዜ ኣብ ሰሙን ድማ ንጥቀመላ። ኣብቲ ናይ መጀመርያ ምጥቃምና ውን ፍሉይ ለውጢ ክንርእየላ ንኽእል ኢና። እዛ ክሬም እዚኣ ንኹሉ ዓይነት ቆርበት ትጠቅም ኮይና ከም ኣማራፂ እውን እንተሊና ቫይታሚን ኢ ጌርና ክንጥቀመሉ ንኽእል ኢና። ኣፀቢቑ ምስ ዝሓለልና ሓንቲ ሓባ ቫይታሚን ኢ ኣእቲና እውን ክንጥቀመሉ ንኽእል። ቆርበትና ዘይቲ ዘለዎ እንተኾይኑ እውን ፅሟቕ ለሚን ኣእቲና ክንጥቀመሉ ንኽእል ኢና። ኣብዚ ግን ሌሚን መጀመርያ ከነረጋግጽ ኣለና ዘይሰማማዓና ማለት ሓሳስያ ዘምጽኣልና እንተኾይኑ ክንገድፎ ኣለና። ከም ኣማራጺ ማለት እዩ። ቆርበትና ዝደርቕ እንተኾይኑ ድማ ዝኾነ ዓይነት ዝሰማማዓና ዘይቲ ክንውስኸሉ ንኽእል ኢና። ከም ዘይት ዘይቱን፣ ዘይት ስምስም፣ ዘይት ኣርጋን ሓዊስና ክንጥቀመሉ ኢና። ኣብዚ ዘይት ዘይቱን ሓዊስና ንጥቀመሉ እንተኾይና ምሸት ኢና ክንልከዮ ዘለና እዚ ዝበልናዮ ከም መወሰኽታ እዩ ንበይኑ እውን ክንጥቀመሉ ንኽእል ኢና ንሕብሩ ዝቐየረ ቆርበትና ዓብዪ ለውጢ ከምፅኣልና ይኽእል እዩ እዚ ናይቲ ድንሽ ማይ እውን ክንጥቀመሉ ኢና። ነዚ ድማ ኣብ ጡጣ ተርኪስና ንሙሉእ ገጽና ንለኽዮ። ብፍላይ ድማ ንከባቢ ዓይንና ዝጽልም ወይ ዝጨማደድ እንተኾይኑ ከብርሃልናን ንቆርበትና ሰጥ ከብለልናን ይኽእል እዩ። ሙሉእ ገጽና እውን ንድሕሪ ፈጸጋ ዝወጸና ኣሰር ነጠብጣብ ይኹን ዝኾነ ደቀቕቲ ጸለምቲ ነገራት ካብ ቆርበትና ከጥፍኣልና ይኽእል እዩ። እዛ ክሬም እዚኣ ንኹሉ ዓይነት ቆርበት ትጠቅም ኮይና ንቖልዑት ውን ካብ ዓሰርተ ዓመት ንላዕሊ ክንጥቀመላ ንኽእል ኢና። እዛ ክሬም ጽሟቕ ለሚን ወሲኽና ንጥቀመላ እንተኾይንና ኣብ ቆርበትና ለኺና ካብ ዕስራ ደቒቕ ንላዕሊ ከነጽንሖ የብልናን። ልክዕ ከምቲ ኣቐዲምና ዝረኣናዮ ድማ ድሕሪ ዕስራ ደቒቕ ብማይ ዝሑል ሓጺብና ንመተርከሲ ብንጥቀመሉ ዘይቲ ይኹን ክሬም ንቆርበትና ከነተርክሶ ኣለና። እዛ ክሬም ኣብ ፍሪጅ ኣእቲና ንክልተ ሰሙን ከይተባላሸወት ክትጸንሓልና ትኽእል እያ። ለሚን ንጥቀም እንተኾይና ማለት ለሚን እንተእቲናሉ ድማ ካብ ክልተ ሰሙን ንላዕሊ ክትጸንሓልና ትኽእል። ናይ ሎሚ ቪድዮይ ንማዳ ይኹን ንብዝተፈላለየ ምኽንያታት ሕብሩ ንዝቐየረ ቆርበትና ብዝቐለለ መንገዲ ከብርሃልናን ናብ ንቡር ሕብሩ ክመልሰልናን ዝኽእል ንኹሉ ዓይነት ቆርበት ዝሰማማዕ ናይ ድንሽ ክሬም ተርኢ ቪድዮ እያ ነይራ። ጠቃሚት ክትከውን ኩሉ ውን ክጥቀመላ ተስፋ ይገብር ጠቃሚት ኮይና እንተረኪብኩማ ውን ኣብ ኩሉ ውን ክትበጽሕ ኩሉ ውን ክጥቀመላን ሼር ክትገብርዋ የዘካክረኩም ንዛ ቪድዮይ ሓደሽቲ ዝኮንኩም ውን ሳብስክራይብ ብምግባር ኣባላት ናይ ቻነለይ ክትኮኑ ከምኡ ውን ንቀጻሊ ተከታተልቲ መደባተይ ክትኮኑ ብክብሪ ይዕድመኩም። ነቶም ሓደሽቲ ሳብስክራይብ ትገብሩ ዘለኹም ውን እንኳዕ ደሓን መጻኹም ኣብ ቻነለይ እንዳበልኩ ቻነልና ንክትዓቢ ውን ሞራልኩምን ተሳትፎኹምን ኣይፈለየኒ ኣሕዋት ይብለኩም። ናይ ሎሚ ቪድዮ እዚ እዩ ኔሩ። ላይክ ሼር ሳብስክራይብ ኣይትረስዑ ኢኹም። ኣብ ቀጻሊ ብተመሳሳሊ ቪድዮ ስጋብ ንራኸብ ሰላም።